ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻነለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓኒ ብናይ ሕተታትኩም መሰረት ዋጋ ኣይሱዚ ኦባማ እና ሚኒባሶች ሲኖትራክ ዋጋ ሕዝክላ ንዒ ብዘልኩም መሰረት ሒዘልኩም መጺኤ ኣለኹ ክንድይ እንድዩ ዋግኡ ቀኒሰን ዶ ወሲኸን ንዝብል ሓቢርና ክንርኢ ኢና እስካዕ ቪድዮ ፍጻመ ንኽትከታተሉ ብኣኽብረት ይዕድም ንቻናለይ ሓደሽቲ ዝኾንኩም ሰብስክራይብ ንምድለዋተይ ከዓ ላይክ ሸር ናግበርኩም ንኽተበረታትዑኒ ብትሕትና ይላቦ ክብራት ኣሕዋተይ ላይክ ሸር ንትገብሩለይ ከዓ ካብ ልቢ ናመስገንኩ እየ ሰናይ ጻንሒት ሰናይ ምክትታል። ደቂ ዓበይትዋይ ማዓረይ መጀመርያ ናይ ኣይሱዚ ዋጋ ክንጅምር ኢና ማለት እዩ ናይ ኣይሱዚ ዋጋ ሞዴላ ክልተ ሽሕን ዓሰርተ ሓሙሽተን ዝኾነት ናይዚ ዋጋ ክንደይ እንሄ ተልኩምኒ ሰለስተ ሚልየንን ሽዱሽተ ሚእቲ ሽሕን ሰለስተ ሚልዮንን ሽዱሽተ ሚእቲ ሽሕን ወይ ከዓ ሰለስተ ነጥቢ ሽዱሽተ ሓዳሽ ድያ ዘገልገለት እንድሕር ዝብል ኮይኑ ሕቶኹም ከዓኒ ዘገልገለት ካብ ሰብ እያ ማለት እዩ ካብ ሰብ እንድሕር ትገዝኡ ከዓኒ ብጣዕሚ ዘገልገለት ተኾይኑ ካብዚ ብታሕቲ ንእሽቶ የገልጊሉ ግን ድማ ጸጊምዎም ዝሸጡ ከዓኒ እዩ ንእሽተይ ከይጸንሑ ማለት እዩ ካብዚ ብላዕሊ ውን ክኸውን ይኽእል ግን ናይ ሰብ ካብ ሰብ እስካዕ ዝገዛእክምዎ ድረስ ሓደ ዓይነት ዋጋ ኣይኸውንን ካብ ፋብሪካ ተኾይነ ግን በብወርሑ በብግዝኡ ተዘይኮይኑ ዳርጋ ተመሳሳሊ እዩ ካብ ሰብ ግን በቢ ዓቕመን ክፈላለያ እየን ዓብዪ ፍልልይ ክህልዎ እዩ ማለት እዩ እና እዚኣ ናይ ሰብ እያ ግን ደሞ ኩሉ ነገሩ ንፁህ ሞተሩ ንፁህ እዩ እዩ ዝብልዎ ብጣዕሚ ሓሪፍ መኪና እዮም ኢሎም ዝመስክሩላ ተምሰ ዋና ማለት እዩ ግን ደሞ ዘገልገለት እያ ማለት እዩ ክብራት ኣሕዋተይ ክትገዝእ ከለኹም ዘገልገለ መኪና ኩሉ ነገራ ሞተሩ ግዝዑ ፈትሹ ዝገዝእ ሰብ የልይኩም እዩ ካብ ሰብ ትገዝእዎ ነገር ደሞ ኩሉ ነገር ሓላፍነት ካብ ባዕልኹም እዩ ወይ ትዘማፀልኩም ሰብ ወይ ከዓ ትሻያጣይ ኣይኸውንን እንታይ ደኣ ባዓልትኹም ሓላፍነት ወሲድኩም ዝፈልጥ ሰብ ኣምፂእኹም ኣፈቲሽኩም ኢኹም ክትገዝእዋ ዘለኩም ማለት እዩ ጥንቃቐ ክትገብሩ ኣለኩም መኪና ትገዝእ ከለኹም ካብኡ ከዓኒ ኦባማ ቅጥቅጥ ኢና ክንርኢ ኦባማ ቅጥቅጥ ሞዴላ ክልተ ሚእትን ዓሰርተን ዝኾነት ዒስራን ትሽዓተን ወንበር ኣለዋ ናይ እዚኣ ዋጋ ከዓኒ ናይዚ ዋጋ ካብ ክልተ ነጥቢ ክልተ እስካብ ክልተ ነጥቢ ሰለስተ እዙይ ማለት ክልተ ሚልዮንን ክልተ ሚእቲ ሽሕን እስካብ ክልተ ሚልዮንን ሰለስተ ሚእቲ ሽሕን ዘሎ ዋጋ እዚኣ እውን ተመሳሳሊ ካብ ሰብ እያ ትግዛእ ማለት እዩ። ባይዘወይ ካብ ፋብሪካ እንድሕር ኮይነ ሓደሽቲ ብጣዕሚ ክባራት እየን። ስለዚ እዚኣ እውን ካብ ሰብ እያ ካብ ሰብ እንድሕር ትገዝዎ ከለኹም ደሞ ከምቲ ኣቐዲመ ዝበልኩ ኹም ከም ኣገልግለቱ እዩ ማለት እዩ። ብጣዕሚ ዘገልግለቱ ኮይነን ብማእኸላይ ንእሽተን ዋግኡ ግን ብኡ ልክዕ እዩ ዝፈላለ እና ከምዚ እዩ። ሞተሩ ንፁህ እዩ እዮም ዝልዎ ብጣዕሚ ቆንጆ እዮም ዝልዎ ኩሉ ነገር ንፁህ እዩ እና ያው ንፁህ ዘይኮነን ገዛኢ ፈትሹ ክወስድ ዘለዎ ማለት እዩ። ስለዚ ከምዚኣ ትመስል ዋጋኣ ካብኡ ከዓኒ ስሪኤል ሚኒባስ ኢና ክንርኢ ስሪኤል ምኒባስ ሞዴላ ክልተ ሽሕን ክልተን ዝኾነት ሞተሩ ኩሉ ነገሩ ንጹህ እዩ እዮም ዝብልዎ ማለት እዩ እዚኣ እውን ናይ ሰብ እያ ካብ ሰብ እዩ እምበር ካብ ካብዚ ፋብሪካ እንድሕር ኮይኑ ባይዘወይ ብጣዕሚ ክባራት እየን ክብራት ኣሕዋተይ እና ስሪኤል ሚኒባስ ሞዴላ 202 ሞተሩ ንፁህ ናይዚ ዋጋ ሓደ ነጥቢ ሓሙሽተ ሚልዮን ሓደ ነጥቢ ሓሙሽተ፣ ሓደ ሚልዮንን ሓሙሽተ ሚእቲ ሽሕን፣ ባይ ዘ ወይ እዚ ኩሉ ዝነግረኩም ዘለኹ ድርድር ክህልዎ እዩ፣ ያው ብዙሕ እኳ ተዘይኾነ ግን ትደራደሩ ትኸእሉ ኢኹም፣ እዚ እውን ዘገልግል እዩ ከምዚ ይመስል እንግዲህ እስካብ ሕዚ ዝረኣናዮ ዋጋ ናይ እስራኤል ሚኒባስ ሞዴላ ክልተ ሽሕን ክልተን ናይዚኣ ዋጋ ትሕሽ ዋላ መኪንአን ይፈላለያ ማለት ይፈላለያ ማለት እዩ። ካብኡ ከዓኒ ሐዚ ደሞ ንሪኦ ዋጋ ሲኖትራክ መኪና እዩ መብዛሕቲኹም ናይ ሲኖትራክ መኪና ተጠየቑ ኢኹም ቅድሚ ሐዚ ቅድሚ ክልተ ወርሒ ዶ ይኸውን ይመስለኒ ክልተ ወርሒ ይኸውን እዩ ብናይ ስምረት ቻናል እየ ብዚ ቻናል እየ ሰሪሐዮ ነይረ እንድዒ ብቻ ብሓዲኡ ግን ሰሪሐዮ ነይረ እያ ቅድሚ ክልተ ወርሒ ተዘይ ተጋጊ ምስ ይቅርታ ብጣዕሚ ሕሳራት ነይረ ብጣዕሚ ማለት እዩ እንዲያም ኣነ ዋእ ከቢረን ገይረን ኣልኩሲ ኣብ ኮሜንት ግን ታይ እኒሄዋ እዚኣ ብጣዕሚ በርሐ ሳረ እኒሄዋ ኢልኩምኒ ማለት እዩ ኣነ ግን ሽዑ ብጣዕሚ ከቢረ ክንድዙይ ዝገዝእ ሰብ ከ እኒሄ ዶ ይብል ነይረ ሎማዓንቲ መሊሰ ይጥይቅ ኣለኩ ግን በእውነት ብዘለካ ተመስገን ማለት ክንደይናይ ፅቡቅ ይመስለኩም ምምራርስ ሕማቅ እዩ በጣላይ ማለት እዩ እናሲ ሎማዓንቲ ዕፅፎ ሲከን ክርእየን ከለኩ ደንጊፀ ዋይ ኢልስ በቃ ብጣዕሚ ገሪምኒ እና ክብራት ኣሕዋተይ ዋጋ ሲኖትራክ ክንርኢ ከለና ሞዴላ ክልተ ሽሕን ዓሰርተ ሸውዓተን እያ። እዚ ካብ ሰብ እዩ ባይ ዘ ወይ ካብ ሰብ እያ ትግዛእ እዚኣ እውን ዘገልገለት እያ። ሞዴላ ክልተ ሽሕን ዓሰርተ ሸውዓተን ሞተር ንፁህ ኩሉ ነገር ንፁህ እዩ። እና ደቂ ዓበይቲ ወይ ማዕረይ ብጣዕሚ ዝገርመኩም ሲኖትራክ ክልተ ሽሕን ዓሰርተ ሸውዓተን ሞዴላ ማለት እዩ ወይስ ሞዴልን ግን ዝፈላለየ ኣይፈልጥ እይ ናብቲ ዋጋ ክወስደኩም ከለኹ ግን ከይትድንግፁ ሸውዓተ ነጥቢ ሰለስተ ሚልየን ሸውዓተ ሚልየንን ሰለስተ ሚእቲ ሽሕን ኣብ ዝሓለፈስ ካብ ኣርባዕተ ሚልየን እየን ነይረን እና ወለ ተርባዕተ ሚልዮን ሲ እንታይ እየን እዚአን ካቢረ መን ክገዝአን ይብል ነይረ ሎማዓንቲ ክርእየን ከለኹ ግን ብጣዕሚ እየን ወሲኸን ብጣዕሚ እየን ወሲኸን ሲኖትራክ መኪና እና ንዙ እየ ምን ግዜ ብዘለካ ተመስገን ምንም ነገር ምንም ዘጋጠመና የጋጥመና ተመስገን እንተልኩም ዝሐሸ ነገር እዩ ዝመፅእ ወይ ከዓ ትለምድዎ ኢኹም እና ብእውነት ጉድ እዩ ጉድ እዩ ኣነ ሕዝማ ካሚረን ሓሲረን ይብልን ዝሮ ዝሮ ግን ኣነ ኣይገዝአንን ጠይቅልና ንዘልኩም ንግን ከምዚኣ ትመስል ዋጋአን ማለት እዩ ክብራት ኣሕዋተይ ቀፂልና ንሪኦ ከዓኒ ኣይሱዚ ኦባማ ኢና ክንርኢ ኣይሱዚ ኦባማ ሞዴላ ክልተ ሽሕን ዕስራን ክልተን ዝኾነት ሞዴላ ክልተ ሽሕን ዕስራን ክልተን ናይ ፅዕነት እያ ከዓ እዚኣ ማለት እዩ ናይ ፅዕነት እያ ሞተሩ ንፁህ እዩ ግን ካብ ሰብ ኢኹም ትገዝእዎ ካብ ፋብሪካ ዝወፀ ኣይኮነን ናይዚ ዋጋ ከዓኒ ኣርባዕተ ነጥቢ ሽዱሽተ ሚልዮን ወይ ከዓ ኣርባዕተ ሚልዮንን ሽዱሽተ ሚእቲ ሽሕን ማለት እዩ ያው እዚ ኩሉ ዝነገርኩኹም ድርድር ክህልዎ እዩ እዘን ኩለን ዝነገርኩኹም እውን ካብ ሰብ ዝግዛእ እየን ዋላ ሓንቲ ካብ ፋብሪካ ዝወፀት የላይ ስለዚ ክብራት ኣሕዋተይ ናይዚ መስ እዚ መስል ብናይ ሕቶታትኩም መሰረት ብርግጽ ብናይ ስምረት ቻናል ቅድሚ ዝተወሰነ መዓልትታት ሰሪሐዮ ነይረ እንድየ ንሱ ካልኣይ ቻናል እዩ ብዙሕ ሰብ ኣይረኣዮን እና ሕዚ እውን ትጥይቆም ስለ ዘለኹም እየ ብዚ ዓብዪ ቻናለይ ዝሰርሖ ዘለኹ ማለት እዩ ክብራት ኣሕዋተይ እና ከምዚ ይመስል ካብዘን ኩለን ዝረኣኸወን ናይ ሲኖትራክ መኪና ብጣዕሚ እየን ከቢረን ማለት እዩ ባይ ዘ ዌይ ሸውዓተ ሚልዮን ክብለኩም ከለኩ ሲኖትራክ ካብ ሰብ እዩ እምበር ካብ ፋብሪካ ምናልባት ልዕሊ ዓሰርተ እስካብ ሰላሳ ሚልዮን ውን ክኮና ይክእላ ኣይፍለጥን ግን ካብ ሰብ ከምዚ ኣይመስላ ክብራት ኣሕዋተይ ቪድዮ እዚኣ ትመስል ነይራ ቂር ዘለኩም ነገር ተልኡ ዘይተበረሀልኩም ነገር ተልኡ ደሞ ኣብ ኮሜንት ጸሓፉለይ ሓሳብ ርእይቶኹም እውን ኣብ ኮሜንት ጸሓፉ እስኪ ከመይ ርኢኹምዎ ሎማዓንቲ ከ ክባር ድዩ ሕሳር ንዓይ ብጣዕሚ ከቢርኒ ምክንያቱም ኣነ እቲ ዘሎ ዕዳጋ ሓፈሻዊ ክግምግሞ ከለኹ እምበር ኣነ ገዛኢት ኮይነ ኣይኮንኩን ካቢሩ ዝብል ዘለኹ ግን ሓፈሻዊ ብሓሳብ ብዓይኒ ሓቂ ክንሪኦ ከለና ግን ብጣዕሚ እየን ክባራት ማለት እዩ እና ደቂ ዓበይቲ ዋይ እስካዕ ቪድዮ ፍጻመ ምስ ተኸታተልኩምኒ ካብ ልቢ እናመስገንኩ እየ ላይክ ሸር እናገበርኩም ኣበረታትዑኒ ብጣዕሚ እየ ዝፈትወኩምን ዘኽብረኩምን ክብራት ኣሕዋተይ ሰሰናዩ ባይ ባይ